ሰላም ተኸታተልቲ ናይዚ ኮርስ ከመይ ኣለኹም ኣብ ዘለኹሞ ሰላም ጥዕና ዓሳላት እንዳተመነኸ ሎማዕንቲ ድማ ብዛዕባ ሬጉላር ኤንድ ኤሬጉላር ቨርብስ ክንምሃር ኢና ማለት እዩ ኣብ ዝሓለፈ ከምቲ ንፈልጦ ብዛዕባ ቨርብስ ተማሂርና ኢና

ኣብ ሲምፕል ፓስ ክኾኑ ከለዉ ወይ ከዓ ኣብ ፓስ ፓርቲሲፕል ክኾኑ ከለዉ ሕሉፍ ናይ ሕሉፍ ማለት እዩ ፓስ ፓርቲሲፕል ሕሉፍ ናይ ሕሉፍ ወይ ከዓ ሕሉፍ ጥራሕ ሲምፕል ፓስ ሕሉፍ ጥራይ ማለት እዩ ፓስ ፓርቲሲፕል ከዓ ሕሉፍ ናይ ሕሉፍ ክውድኡ ከለዉ ኢዲ ጥራይ ወይ ኢዲ እንድሕሪ ኣብ መወዳእታ ናይቶም ቃላት ኢ እንድሕሪ ጸኒሓትካ ከዓ ዲ ጥራይ ወሲካ እንድሕሪ ከተቑሞም ትኽእል ኮይንካ እዚኦም እንታይ ይበሃሉ ሬጉላር ቨርብስ ይበሃሉ ገሊኦም ቃላት ኣብ መወዳእትኦም ቢ ክውድእ ይኽእል ሲ ክውድእ ይኽእል ኤፍ ክውድእ ይኽእል ገለ እዚኦም ድሕሪ ኮይኖም ኢዲ ትውስኸሎም ኢዲ ድሕሪ ወሲካሎም ሓደ ሲምፕል ፓስ ወይ ከዓ ፓስ ፓርቲሲፕል ይኾኑ ገሊኦም ከዓ ኣብ መወዳእታ ናቶም ወርድ እንታይ እዩ ኢ ማለት እዩ ኢ እንድሕር ሃልዩ ፎር ኤግዛምፕል ሙቭ ኣብ መወዳእታ ኢ እያ ኢ እንድሕር ኮይና ነታ ኢ ጥራይ እንታይ ክትገብረላ ዲ ዝውስኸላ ማለት ኤዘር ዲ ኦር ኢዲ ወሲካሎም እንድሕር ፎርም ሲምፕል ፓስ ወይ ከዓ ፓስ ፓርቲሲፕል ዝኾኑ ኮይኖም እዚኦም ሬጉላር ቨርብስ ይበሃሉ ማለት እዩ ኤግዛምፕል ከምኣቶም ዝበሉ ቃላት በዓል መን እዮም ብዙሓት እዮም ዘለዉ ሬጉላር ቨርብስ ዝበሃሉ ዝበዝሑ እዮም ማለት እዩ እቶም ኤሬጉላር ቨርብስ ዝበሃሉ እቶም በዚ ፎርም እዚ ዘይቆሙ ኣዝዮም ውሕዳት እዮም ክንብላ ይኽእል ኢና ግን ውሑድ ብዙሕ ስለ ዝኾነ ወርድስ ናይ እንግሊሽ እምበር ምስቲ ሬጉላር ቨርብስ ክንሪኦ ከለና ብዙሕ ፍልልይ ኣለዎ ማለት እዮም ሬጉላር ቨርብስ ዝበዝሑ እዮም ማለት እዩ ንኣብነት ፎርም ኣብ ቤዝ ፎርም ናይ ናይ ፎርም ኣብ ቤዝ ኣብቲ መጀመሪኡ እንታይ እዩ ፎርም ኢኻ ትብል እንድሕሪ ሲምፕል ፓስ ክትብል ኮይንካ ከዓ ፎርምድ ትብል ኢዲ ትውስኻላ እታ ፎር ኤም ትውድእ ዝነበረት ኢዲ ድሕሪ ወሲካላ ፎርምድ ትኾን ማለት እዩ ኣብ ፓስ ፓስ ሲምፕል ከዓ ፎርምድ ትኾን ኣብ ሙቭ ሙቭ ኖርማል እታ ቤዝ ፎርም ናታ ሙቭ ክትከውን ከላ ኢ ነታ መወዳእታኣ ኸዓ ኢ ኣላታ ማለት እዩ ስለዚ ነታ ኢ እንቲኣ ክትውስኸላ ዲ ትውስኸላ ጥራይ ትውስኸላ ማለት እዩ ሙቭድ ትኾን ኣብ ሲምፕል ፓስ ሙቭድ ትኾን ኣብ ፓስ ፓርቲሲፕል ኦልሶ ሙቭድ ትኾን ማለት እዩ ተርን ኤን ትውድእ ስለ ዘላ እንታይ ክትውስኽ ዘለካ ኢዲ ኢኻ ትውስኽ ዘለካ ክልቲኤን ክትውስኸላ ኣለካ ማለት እዩ ሽዑ እንታይ እያ ትኾን ተርንድ ኣብ ሲምፕል ፓስ ተርንድ ትኾን ኣብ ፓስ ፓርቲሲፕል ከዓ ተርድእ ትኾን እዚ ዝተፈላለየ ሳም ወርድስ ዝተፈላለየ ፎርምስ ክህልዎም ይኽእል እዩ ማለት እዩ ዝተፈላለየ ዓይነት ኣዳምፃ ክህልዎም ይኽእል እዩ ግን ሞስሊ እዞም ኣብዚኣ ፅሒፈም ዘለኹ እቶም ሬጉላር ስለ ዝኾኑ ሬጉላር ኣይዘር ኢዲ ወይ ከዓ ዲ ጥራይ ወሲኽና ከነቑሞም ንኽእል ቃላት እዮም ማለት እዩ ቸክ ቸክድ ኢዲ ንውስኸላ ማለት እዩ ኮል ሲ ኢዲ ወሲካ ኮልድ ትኾን ቸው ኢዲ ወሲካ ቸውድ ኮምፔር ኢዲ ወሲካ ኢ ጥራይ ዲ ጥራይ ወሲካ ኮምፔር ኣር ኢ ስለ ዝነበረት ዲ ጥራይ ትወስኸላ ማለት ኮምፔር ትኾን ማለት ቶክ ቶክት ዳስ ኣብ መወዳእታ ናይ ዳስ ኢ ኣላታ ስለዚ ዲ ጥራይ ክትውስኸላ ዳንስ ትኾን ማለት ኣብ ጃምፕ ፒ እያ ትውዲ ዘላ ኢ ዲ ትውስኸላ ጃምፕድ ማለት ኣብ ሬጉላር ቨርብስ ነቶም ቃላት ኣብ መወዳእታ ዘለዉ ቃላት ርኢኻ እቶም ሬጉላር ምዃኖም ድሕሪ ኣረጋጊፅካ መወዳእታ ዘለዉ ፊደሎም ርኢኻ ኤዘር ኢዲ ወይ ከዓ ዲ ወሲካ ከነቕሞም ይግባኣና ማለት እዩ ብዙሓት እዮም

ሪሜይኒንግ ደሴም ፓተርን ደሴም እውን ክኾኑ ይኽእሉ እዮም ሳምታይምስ ዘሴም ክኾኑ ይኽእሉ እዮም ማለት እዩ እዚኣቶም እንታይ እዮም ኢዲ ኣይውድኡን እዮም ኢዲ ኮኑ ዝውድኡ ከምቶም ወይ ኢዲ ወይ ከዓ ዲ ወሲካ ኣይተቑሞምን ኢኻ ማለት እዩ ኢዲ ወይ ከዓ ዲ ወሲካ ኣይተቑሞምን ኢኻ ስፐሊን ናቶም ክቕይር ይኽእል እዩ ቶታሊ ስፐሊን ናቶም ሲ ክቕይር ይኽእል እዩ ኮሚኒክ ፕረናውዘሽን እናተብኦል ሶ እቲ ኣዳማምፃ ወላ ክቕይር ይኽእል እዮም እቲ ኣዳማምፃ ወላ ክቕይር ይኽእል እዩ ገሊኦም ከዓ ከም ዘለዎም ዝኾኑ ነታ እታ ቃል ከም ዘላታ ኣብ ሲምፕል ፓስስ ከም ዘላታ ኣብ ፓስ ፓርቲሲፕል ከም ዘላታ ክትኮን ትኽእል እያ ስለዚ ኤሬጉላር ስለ ዝኾኑ ዘይቆምቲ ወይ ከዓ ዘይሕጋውያን ስለ ዝኾኑ ዘይሕጋውያን ስለ ዝኾኑ ኤዘር ስፐሊናቶም ዝተፈለየ ክኾን ይኽእል እዩ ኣዳማምፆም ዝተፈለየ ክኾን ይኽእል እዩ ወይ ከዓ ዘሴም ክኾኑ ከዓ ይኽእሉ እዮም ስለዚ ኣብዚ መዕለብ እዮም ወይ ከዓ ከምዚ ዓይነት ዳእሽሙ ኣለዎም ወይ ከዓ ከምዚ ዓይነት ሜላ ክጥቀም ክጥቀም እየ ክፈልጦ ኢልካ ክትሓስብ ኣይትኽእልን ኢኻ እንታይ ኢኻ ትገብር ዘለካ ነዚኦም ክትፈልጥ ተኾንካ ከተፅኖም ጥራይ ዘለካ ማለት እዩ ስለዚ እዞም ቃላት እዚኦም ከተፅኖም ጥራይ እዩ ዘለካ ማለት እዩ ንኣብነት ኢት እንተኢልና ኢት ምብላዕ እዩ ኣብ ኤሬጉላር ቨርብ ኤት እዩ ዝበሃል ሲምፕል ፓስ ኤት ይበሃል ኣብ ፓስ ፓርቲሲፕል ተኮይኑ ከዓ ኤታን ይበሃል ቢግን ቢጋን ይበሃል ኣብ ሲምፕል ፓስ ቢጋን ብእጂ

ቴስዓ ሚእታዊት ካብ ናይ እንግሊሽ ወርድስ እዮም ስለዚ ነዚኦም ክንጥቀመሎም ዘለና ስ ቨሪ ሲምፕል ነገር እዩ ማለት እዩ ክልተ ነገር ጥራይ መሓዚ እንድሕሪ ዲ ኢዲ ምውሳኽ ወይ ከዓ ዲ ምውሳኽ እዚአን ጥራይ እየን ቀለልቲ እየን ማለት እዩ ኣብዚኣ ሬጉላር ቨርብስ ግን ሬጉላር ቨርብስ ግን ኩሉ ግዜ እንታይ ኢና ክንገብር ዘለና ነቶም ቃላት ብግቡእ ከነፅንዖም እዩ ዘለና ማለት እዩ ብዙሓት ቃላት ምስ ዘለዉ ንዓቶም ኣብ ሲምፕል ፓስ ከመይ ይፅሓፍ ኣብ ፓስ ፓርቲሲፕል ከመይ ይፅሓፍ ብግቡእ ክንፈልጦም ይግባእና እዚኦም ድሕሪ ብግቡእ ክንፈልጦም ክኢልና ጥራይና ሬጉላር ቨርብስ ዝበሃሉ ክንቆፃፀሮም ንኽእል ማለት እዩ ስለዚ ሬጉላር ኤንድ ሬጉላር ቨርብስ ዝበሃሉ ብከምዚ ዓይነት ኣገላልፃ ክንሕዞም ይግባኣኒ ማለት እዩ ናምበር ስሪ ትራንስቲቭ ን ኢንትራንስቲቭ ቨርብስ ትራንስቲቭ ቨርብ ዝበሃል ከመይ ዝበለ እዩ ትራንስቲቭ ቨርብ is an action that requires a direct object to complete its meaning ኣብዚ ትራንስቲቭ ቨርብ ዝበሃል ኣብ ትራንስቲቭ ቨርብ ዝበሃል ኦብጀክት እንድሕር ዘይብሉ ወይ ከዓ ብድሕሪኡ ግዳይ ዝኸውን ግዳይ ዝኸውን ነገር እንድሕር ዘይብሉ ወይ ከዓ ብዛዕባኡ ክንገልጾ ዝግብኣና ነገር እንድሕር ዘይብሉ ሰንስ ኣይበካን ማለት ወይ ከዓ ትርጉም ኣይህልዎን እንድሕሪ ሓደ ኦብጀክት ዳይረክት ኦብጀክት ሃልይዎ ግን እቲ ተሓሳብ እንታይ ይኸውን ሙሉእ ዝኾነ ትርጉም ይህልዎ ሙሉእ መግለፂ ከዓ ንረክብ ኣብዚ ትራንስቲቭ ቨርብ ዝበሃል

ክፍፀም ኣለዎ እቲ ኣክሽን ማለት እቲ ኣክሽን እንድሕሪ ኣብ ሓደ ነገር ተፈፂሙ እዩ ሙሉእ ሓሳብ ወይ ከዓ ሙሉእ ቁም ነገር ዘለዎ መልእኽቲ ኮይኑ ዝስማዕና ንኣብነት ሺ ራይት ዋት ሺ ራይት ክትብል ትኽእል ኢኻ ዋት ራይት እንታይ እያ ፅሒፋ ሺ ራይት ወላ ሓንቲ ይ- ሽራይት ክትብል ትኽእል ኢኻ ሽራይት ክትብል ትኽእል ኢኻ ፅሒፋ ክትብል ትኽእል ኢኻ ግን እንታይ ፅሒፋ ሰንስ ኣይበካን ማለት እዩ እንድሕሪ ሺ ራይት ሌተር እንተልካያ ግን ሽራይት ሌተር እንተልካ ግን እንታይ እዩ ዝኸውን እታ ጓል ደብዳቤ ፅሒፋ ትርጉም ኣለዎ ማለት እዩ ኣብ ትራንሲቲቭ ቨርብ ንብሎ ዘለና እቲ እዛ ሌተር ትብል ዘላ ሕጂ ዳይረክት ኦብጀክት እያ ማለት እዩ። ሌተር ትብል ዘላ ዳይሬክት ኦብጀክት እያ እዛ ዳይሬክት ኦብጀክት እንተዘይሃለያታ ነታ ሓሳብ ወይ ከዓ ነታ ፅሕፍቲ ትርጉም የብላን ዝበልናያ ሌተር እንድሕር ኣውፂእናያ ሽራይት ግን እንታይ ብዙሕ ትርጉም የብላ ማለት እዩ እንድሕሪ ሽራይት ሌተር ኢልና ግን እታ ጓል ደብዳቤ ጽሒፋ ንብል ስለ ዘለና ምሉእ ዝኾነ ሓበሬታ ወሲድና ኣለና ማለት እዩ ስለዚ እዚ ትራንሲ ቨርብ ዝበሃል እቲ ወርድ እንታይ የድልዮ ኢልዋ ዳይረክት ኦብጀክት ዳይረክት ኦብጀክት የድልዮ እቲ ኣብኡ ክፍፀም ዝግባኦ ኢዘር ሳምዋን ኦር ሳም ሳምቲንግ ሓደ ነገር ወይ ከዓ ሓደ ሰብሲ ንዕኡ ሲ ዝኾነ ነገር ዝትንክፍ ነገር ሲ ክህሉ ኣለዎ ማለት እዩ ናምበር ቱ ዘይ ቢልት ዘይ ቢልት ክትብል ትኽእላ ዋት ቢልት ማለት ምስራሕ ማለት እንድዩ ግን እንታይ ንዝብል ሕቶ ክምልሰልና ዝኽእል እንታይ እዩ ሓወስ ሂ ደይ ቢልት ሃውስ ደይ ቢልት ሃውስ እንድሕር ኢልካ እቲ ንሳቶምሲ ገዛ ሰሪሖም ሙሉእ ሰምስ ኣለዎ ማለት ደይ ቢልት ጥራይ እንተልካ ግን ሰምስ የብሉ ማለት ናምበር ስሪ ሂ ፕሌይስ ጊታር ዊ ዎችድ ሙቪ ዘ ሸፍ ፕሬፓርድ ኤሚል ሕጂ እዚኦም ሚል ሙቪ ጊታር ሃውስ ኣንድ ሌተር ዝብሉ ዘለዉ እንታይ እየ ማለት እዩ ዳይረክት ኦብጀክት እየ ማለት ዳይረክት ኦብጀክት እዞም ዳይረክት ኦብጀክት ስለ ዘለዉ ነቲ ሓሳብ ወይ ከዓ ፅቡቅ ሰንስ ከምዝህብሉ ከም ዘለዎ ይገብሮ ማለት ስለዚ ኣብ ትራንስቲቭ ቨርብ they need or they require a direct object እንድሕሪ ብድሕሪኦም ተወሳኺ ንመን ምዃንና ክሕብር ዝኽእል ነገር እንድሕሪ ሃልይዎም እዚኣቶም እንታይ ይበሃሉ እዮም ዝያዳ ሰን ዝህቦም እዚኣቶም ከዓ ትራንሲቭ ቨርብ ይበሃል ማለት ብድሕሪ ሽዑ ኢንትራንስቲቭ ቨርብ ከዓ ኣሎ ማለት እዩ ትራንሲቭ ቨርብ ኢልና የለና ግድን ኦብጀክት ዘድልዮ ኢንትራንስቲቭ ቨርብ ከዓ እንታይ የድልዮ ክንርኢና ማለት እዩ ኢንትራንስቲቭ ቨርብ ኢዝ አ ቨርብ ዳት ዳዝንት ሪኳየር ኣን ኦብጀክት ኦብጀክት የድልዮ እዚ ብድሕሪኡ ንክስቶ ከምዚ በሎ ንክስቶ ከምዚ ክስቶ እዩ ከምዚ ገሩ ገለ ዝብል ወደ ሓደ ንዕኡ ዝውክል ነገር ዘይብሉ ከሎ ሰንስ ክህልዎ ይኽእል ማለት ሰንስ ክህልዎ ይኽእል እቲ መልእኽቲ ሲ ይሓልፍ ማለት እዩ ኦብጀክት ዘይብሉ ከሎ እቲ መልእኽቲ ይሓልፍ ናምበር ዋን ዘ ትሬን ኣራይቭድ ኦን ታይም ኣብዚ ወላ ሓደ በዓል ጉዳይ የለን ትሬን ሲ ኣብ ሰዓታ በፂሓ ኢና ንብለና በዓል ጉዳይ ወላ ሓደ የለን ማለት እዩ ኦብጀክትስ የለን ማለት ኤዘርስ ኦንሊ ሳብጀክት ሳብጀክት ትሬይን ኣላትና ኦብጀክት ግን እቲ ጉዳይ ዝፍፀመሉ ዘሎ ንብሎ ዘለና ግን የለን ኣየገድሰናን ወላ ሓደ ኣየገድሰናን ከየገደሰና ከዓ ሰንስ ይህልዎ ወይ ከዓ ትርጉም ይህልዎ ማለት እዩ ዘ ትሬይን ኣራይቭድ ኦን ታይም

ወላ ሓደ ሕጂ ኣብዚ ብዛዕባ ፍሉይ ነገር ሳብጀክት ጥራይ ኢኻ ዘድልየካ እምበር ኦብጀክት ኣየድልየካ ጥራይ ጉዳይ ዝፍፅም ሰብ እዩ እምበር ኣበየናይ እቲ ጉዳይ ዝፍፀም ከየገደሰካ ነዚ ምሉእ ሓሳባት ክህልወና ወይ ከዓ ክህበና ዝኽእል ከዓ እንታይ ይበሃል ኢንትራንስቲቭ ቨርብ ይበሃል ማለት እዩ እዚ ኢንትራንስቲቭ ቨርብ ንብሎ ዘለና ብዘይ ኦብጀክት ብዘይ ዝኾነ ናይ ኦብጀክት ሓገዝ ክንሰርሖ ንኽእል ኢና ማለት እዩ ሓራይ እዚ መልእኽቲ መታን ቁርብ ሕፅር ክብለልኩም ንሎማዓንቲ ዝነበረኒ መደብ ኣብዚያ ወዲየ ኣለኹ ኣብ ዝቕፅል ክንረኻብ ኢና ክሳብ ሽዑ ጥዑም